ኣብ ፍቕራዊ ህይወት ብዙሕ ነገር የጋጥም እዩ፣ ብዙሕ ጽቡቕን ሕማቕን። ኹሎም ፍቑራት ድማ ኽልቲኦም ኣካል መዓረ ፍቕሪ ወይ ድማ ኽልቲኦም ይፋቐሩ እዮም ማለት የኾነይ። ኣብ ሓደ ሓደ ፍቑራት ልረኣ ንዮ። እቲ ወዲ ብጣዕሚ የፍቅራ ነታ ጓል እሞ እሳ ድማ ለየፍቅረቶ ትቐሪ ወይ ድማ ክትርሕቆ ትደሊ ለይተፍቅረካ ጓል ወይ ድማ ክትርሕቐካ እንድሕር ደልያ እቲ ፍቕራዊ ህይወትኩም ክቋረጽ ትደሊ ተኾይና እተርእየካ ምልክታት እየ ክነግረካ ለማዓንቲ ሓወይ ከምቲ ኩልሻዕ ልነግረኩም ሰብስክራይብ ጌርኹም ትከታተሉኒ ለለኹም ብጣዕሚ የመስግን ሰብስክራይብ ለይገበርኩም ኣሕዋተይ ድማ ሰብስክራይብ ብምግባር ቤተሰብ ኹኑ እዞም ልነግረካ ነጥብታት ልቢ ኢልካ ኣስተውዒልካ ብምፍላጥ ድማ እንድሕር ለይተፍቅረካ ኮይና ወይ ድማ ካባኻ ምርሓቕ ትደሊ ተኾይና ወይ ብቲ ትፈልጦ ጥበብ መንገዲ ተጠቒምካ ላፍቲ ልነበረቶ ናይ ቐደም ፍቕራ ክትምልሳ ኢኻ ወይ ድማ እንድሕር ለይደለየት ኾይና እስኻ ከይተጎዳእኻ ባዕልኻ ብምርግጋዕ ካብቲ ፍቕራዊ ህይወት እሱ ልክትወፅእ ይሕግዙኻ እዮም። እዚ ኣየፍቀረትኒ ወይ ክትሓድገኒ ደልያን እያ ኢልካ ትውስን ድማ እዞም ልነግረካ ነጥብታት ብምሉኦም ተተግቢረቶም ጥራሕ እዩ። እቲ ቐዳማይ ልልሓስኽዎ ነጥቢ ስለ ባዕላ ግልፂ እንድሕር ለይትኾነልካ ኮይና ለጋጠማ ሕማቕን ፅቡቕን ኣብ ህይወታ ልከናወኑ ነገራት ብዙሓት ነገር ኣብ ናባዕላ ኣብ ግላዊ ህይወታ ክኾን ይኽእል ኣብ ብዙሕ ነገር ለጋጥም ነገር ግልፂ ኮይና እንድሕር ለይተዋግዐካ ንኣብነት ሕማቕ ኣጋጢምዋ ፅቡቕ ኣጋጢምዋ ክኾን ይኽእል እሳ ባዕላ ከይነገረትካ ካብ ካሊእ ኣካል ካብ ኻሊእ ሰብ ትሰምዕ ተኾንካ ተደጋጋሚ ክኾን ተሎ እዚ ነገር እዚ እዛ ሰብ እዚኣ ወይ የፍቀረትካይ ወይ ክትርሕቀካ ሓሲባ እኒኣ ማለት እዩ። ምክንያቱ ድማ ከምቲ ኩሉ ሻዕ ልናገሮ ኣጓላት ክነፍቅር ተለና ልፍቅረኛና ልይንነግሮ ሚስጥር የለይ። ኩሉ ግልፅልፅ ኣቢልና ኢና ንነግሮ ምክንያቱ እቲ እነፍቅሮ ሰብ ጎዳኢ ኢና እዚ ስለ ልነገርክዎ ክዕዘበኒ እዩ እዚ ነገር ዝተነጊረዩ ከምዚ ክብለኒ እዩ ልብል ሓሳብ ፈፂሙ ላብ ርእስና ይመፂ ካብ ምፍቃርና ብልተልዓለ ኩሉ ለሕለፍናዮ እንሕልፎ እንደልዮ ነገር ኣብ ሂወትና ልከናወኑ ነገር ቶሊልና ቀዲምና ልምንጋር ኢና ንችኩል ፅቡቕ ነገር ተጋጢሙና እኳስ ወዲያው ቀዲምና ክንነግሮ ልንደሊ ልፍቕረኛና እዩ ልነፍቅሮ ሰብ ሕማቕ ነገር ተጋጢሙና እውን ከምኡ ስለዚ እዛ ሰብ እዚኣ እቲ ለጋጥማ ሕማቕን ጽቡቕን ነገር እሳ ከይነገረትካ ሱቕ ትብል ተኾይና ካብ ኻሊእ ኣካል ካብ ኻሊእ ሰብ እንድሕር ትሰምዖ ኮንካ ሓወይ እዚኣ ፍቕራ ኣባኻ ቀኒሱ እኒኦ ማለት እዩ እምነታ ኣባኻ ቀኒሱ እኒኦ ክትርሕቐካ ሓሲባ እኒኣ ወይ ድማ ብተደጋጋሚ ከምዚ ዓይነት ባህሪ ትርእየካ ኮይና ኣይተፍቅረካይ ማለት እዩ እታ ካልኤቲ ድማ ምንም ዓይነት ትኹረት ለይትበካ ትኾይና እስኻ ምህላያ ምስኣሲ ትዝ እስካዕ ለይብላ እስኻ ስለ ልሕለፍኻዮ ነገር ተዋግዓ ስለ ፍቅራዊ ህይወት ድዩ ብዙሕ ነገር ክትነግራ ተለኻ እሳ ቀልባ ሓሳባ ኩሉ ላብ ኻሊእ እዩ ልኸድ ልብ ኢላ ኣይትሰምዐካይ እዚ ድማ እቲ ዋና መሰረታዊ ኣብ ፍቅሪ ህይወት ልረኣ ነገር ትኹረት ምስማዕ እዩ በተለይ ኣጓላት ኸዚ እውን ክደግመልኻ ሓወይ እነፍቅሮ ወዲ ልናገሮ ንግግራት ምስማዕ ብጣዕሚ እዩ ደስ ልብለና። እሱ ክናገር ተሎ ብጣዕሚ ኢና ክንሰምዕ ንደሊ። ስለ ባዕሉ ድዩ ስለ ካሊእ ነገር ድዩ ስለ ለጋጠሞ ነገር ክነግረና ተሎ ብጣዕሚ ደስ ናበለና ኢና ንሰምዕ። እንድሕር ሓቀኛ ፍቕሪ ሃልዩ ሓቀኛ ፍቕሪ እንድሕር ለየለ ወይ እዛ ጓል እዚኣ ክትርሕቐካ ሓሲባ ወይ እንድሕር ለይደለየትካ ኮይና ድማ ብግልፂ ኣይ ንፈላለ ብሓደ ኣይንኹን እዚ ሪሌሽንሺፕ እዚ ጠጠው ይበል ምባል ተኸቢድዋ እዞም ነገራት እዚኦም ተርእየካ ስለዚ ብሓደ እናሃለኹም ትኹረታ ላብ ኻሊእ ልኻድ ተኾይኑ እተዋግዓ ወግዕታት ልብ ኢላ እንድሕር ለይትሰምዐካ ኮይና ሓወይ እዚኣ እውን ፍቕራ ቀኒሱኒኦ ንክትርሕቐካ ናደለየትስ መናገሪ ቃል እያ ሲኢና ለላ ማለት እዩ እታ ራውዒት ድማ ችላ ትብለካ ትኾይና እስኻ ኣብ ልደለኻዮ ሰዓት ጥራሕ ተግንየካ ልከይትጋነዮ ብዙሕ ነገር ትገብር ተኾይና ልኣብነት ሎማዓንቲ ንጋንየልኻያ ኣይሙቼኒ ሀምዚኒኢኒ ብዙሕ ምኽንያታት ትፈጥር ተኾይና ልኣኻ ልለይምግናይ ወይ ቴክስት ሊኢክካላ ቶሎ እንድሕር ለይትምልሰልካ ኮይና እዚ ቶሎ ለይምምላስ ማለት ለይምፍቃር ማለት የኾነ እዚ ክትፈልጦ ለለካ ለይረእየቶ ክትኾን ትኽእል ኣብ ለይሙቺ ቦታ ክትኾን ትኽእል ነገር ግን ክደጋገም ተሎ ብዙሕ ግዜ ለይትምልሰልካ ትኾይና ብዙሕ ግዜ ደው ኢልካላ እንድሕር ለይተልዕለካ ኮይና እዚኣ እቲ ፍቕራዊ ሂወትኩም እስኻ ጥራሕ ኢኻ ትደልዩ ኣለኻ ማለት እዩ ኣብ ፍቕሪ ድማ ናይ ክልቴእካ ፍቅሪ ለይመጣጠን እንተኮይኑ እቲ ፍቅራዊ ሂወት ላብ ሓደጋ እዩ ለምርሕ ልቲ ሓደ ኣካል ጎዲኡ እዩ ልሓልፍ ነቲ ፍቅራዊ ሂወቱ ልደልዮ ሰብን ነቱ ለፍቀረ ሰብን ድማ ብጣዕሚ ይጎድኦ ኣባካ ለለዋ ፍቅሪ ቀኒሱ እኒኦ ማለት እዩ እቲ ሓምሸይቲ ድማ ስምዒትካ ኣይትርደእልካ ኣብ ገጽካ ልንበቡ ነገራት ኣብ ገጽካ ልረእ ነገራት ተናዲድካ ክኮን ይክእል ደስ ኢሉካ ክኮን ይክእል እዞም ነገራት እዚኣ እሳ ፈጺማ ኣይተስተውዕሎን ምኽንያቱ ከምቲ ዓንተወል ነገርኩኻ ትኹረታ ቐልባ ኣብ ኻሊእ ሓሳብ ኣብ ኻሊእ ነገር ስለለሎ እዞም ነገራት እዚኦም ኣይተስተውዕለካይ ካብ ልባ ልተፍቅረካ ጓልኮ የኾነይ ሓዚንኻ ደስ ኢሉካስ ታይ ሃም ትሓስብ ለኻልባዕሉ ክትግምት ትኽእል እያ ዋላ እኳ ብሓቂ ኣይትፍለጦ ምኽንያቱ ድማ ትኹረት ካብ መጠን ብላዕሊ ትኹረት ኣባኻ ካብ ምግባር ልሓለፈ እቲ ኣብ ገጽኻ ልንበው ናሓዘን ስምዒት፣ ናደስታ ስምዒት፣ ናምድባር ስምዒት ዓይነታት ኹሉ ብደንቢ ጌራ እያ ትፈልጦ ካብ ልባ እንድሕር ተፍቅረካ ኮይና። እዚ ድማ እስኻ ሕዘን እስኻ ደስ ይበልካ ምንም ዓይነት ስምዒት ይሰማዕኻ ምንም ስለ ስምዒትኻ ኣይትጭነቅ ኣልኻይ። ኢቭን ተደጋጋሚ ለናድደካ ቃላት ትናገር ተኾይና እስኻ ለይትደልዮ ነገራት ትገብር ተኾይና እዚ ልስምዒትካ ኣይትጭነቐልካላይ ማለት እዩ ምክንያቱ እተፍቅረካ ጓል ካባኻ ልለይ ምርሓቕ ኢላ ብዙሕ ነገር ትገብር እያ ካብቶም ትገብሩ ሓደ ድማ እስኻ ካብ ለጨንቐካ ነገር እስኻ ካብ ለይትደልዮ ነገር ምርሓቕ እዩ እስኻ ለይትደልዮ ወግዒ ፈፂም ኣይተዋግዐካይ እስኻ እሳ ክትኸዶ ለይትደልዮ ቦታ እስኻ ትሃልዩ እሳ ፈፂማ ኣይትኸዲ ምክንያቱ እዚ ስምዒትካ ልለይ ምጉዳእ ኢላ ብዙሕ ነገር ትገብር እያ ፍቕረኛኣ ልለይ ምስኣን ፍቕራ ልለይ ምሕዛን ኢላ እታ ኣባኻ ፍቕሪ ለይብላ ጓል ግን እስኻ የናድድካ እስኻ ይደብርኻ ደሰ ይበልካ ደስ ልበላ ዓይነት ወግዕ እያ ተዋግዕ ደስ ልበላ ነገር እያ ትናገር ደስ ልበላ ነገር እያ ትገብር እስኻ ተናደድ እስኻ ደስ ይበልካ ጉዳያ የኾነ እዞም ከዚ ልነገርኩኻ ሓሙሽተ ነጥብታት ደጋጊማ ትገብር ተኾይና ኩሉ ግዜ ትርእየላ ተኾንካ ተስተውዕለላ ተኾንካ ኣባኻ ፍቕሪ የብለይ እዚ ድማ ከይተጎዳእኻ ኻሊእ ነገር ከይተፈጠረ ናሃሌ ብግልፂ ክተናግረኒ እካ ልምንታይ ኸምኡ ዓይነት ስምዒት ኣምልስማ እቲ ናይ ኽልቴኹም ፍቕራዊ ርክብ እንድሕር ለይትደልዮ ኾይና እንድሕር ለይኣመነትሉ ኾይና ድሌት እንድሕር ለይብላ ምሳኻ ምዃን ድማ ብጊዚኡ ናሃሌ ምቁራፅ እዩ ልሕሸካ ሓወይ ምኽንያቱ ኣብዚ ሰዓት እዚ እስኻ ኢኻ ናተጎዳእኻ ትኸድ ታእየ ገይረያ ታእያ ትኾንላ ጸባያ ተቐይሩ ንናልኻ ብዙሕ ምጭንናቓት ብዙሕ ሕቶታትን ልባዕልኻ እናሓተትካ ኢኻ ትነብር ስለዚ ድማ ልባዕልኻ ከይተጎዳእኻ እዚ ጉዳይ እዚ እሳ እንድሕር ለይ ፎትየትሉ ኮይና እሳ እንድሕር ለይ ኣመነትሉ ኮይና ምቁራፅ ይልድለ ምክንያቱ ፍቅሪ ብሓደ ኣካል ጥራሕ ኣይኮነ ይልምራሕ ፍቅሪ ናክልቲኦኹም ስራሕ እዩ እሳ ለ ክትፅዕር እኒኤዋ ፍቅርኩም ጠጠው ልምባል እስካ እውን ክትፅዕር እኒኤካ እስካ በይንካ ትፅዕር ተኮንካ ግን ትርፉ ምጉዳእ ጥራሕ እዩ ካብ ከምዚ ዓይነት ጉድኣት ድማ ሓደ ጊዜ እትነፍቅሮ ሰብ እንድሕር ለየድለየና ፈሊጥና ካብኡ ርሒቅና እታ ንጉዳኣ ንእሽተይ ጉድኣት እያ ትሕሽ ምክንያቱ ድማ እዚ ተጌርና ጊዜ ብልወሰደ ቁጽሪ እቲ ሰብ ናረሳዕናዮ ኢና ንኸድ። ትኹረትና ኣብ ባዕልና ናገበርና ስለ ንኸድ እቲ ልኣና ልግበእና እቲ ለፍቅረና ሰብ ድማ ናብ ምግናይ ዕድልና ልልዓለ ይኾን ማለት እዩ። እታ ለፍቀርካያ ጓል ድማ እዞም ባህሪታት እዚኦም ብተደጋጋሚ ዕለት ዕለት በቃ ኣብ ልተጋነኹሞ ሰዓት እዞም ተግባራት ናገበረት ተደጋጋሚ ትርእየላ ትኾንካ እዚ ባህሪ እዚ ሓደ መዓልቲ ሓዲጋትካ ምኻዳ ኣይቐሪ ስለዚ ድማ ካብ ኣሻዒቱ እቲ ጉድኦ ጉድኣት ኸዚ ብገንኡ ከምዚ ዓይነት ምልክታት ክተርእየካ ተላ ክኸድ እየ ኣይደለየካይ ዓይነታት ምልክታት ከተርእየካ ተላ ሓወይ በቃ ሕደጋ ምክንያቱ ፍቕሪ ብግዴታ ብልመና ብሓይሊ ልኾን ነገር ስለለይኾነ ካብቲ ፍቕራዊ ህይወት እሱ ተትወፅእ ኢለ እየ ልመኽረካ። ናሎማዓንቲ ቪድዮ እዚኣ እያ። ቐፃሊ ቪድዮ እስካብ ንጋነ ሰላም።